ህዝቢ ባህሉን ክብርታቱን ዓቂቡ ጉዳያቱ ብሰላምን ዕርቅን ንከዕርፍ ካብ ቀንዲ ዕላማታት ትካላት ፍትሒ ሃገርና እዩ። ከም ኣካል ናይዚ ድማ ትካላት ፍትሒ ንኡስ ዞባ ሓጋዝ ቅልጡፍን ጽፉፍን ኣገልግሎት ፍትሒ ይህባ ከም ዘለዋ ነበርቲ ገሊጾም ኣለዉ። ጋዜጠኛ ሰመረ እዮብ ተወሳኺ ጸብጻብ ኣለዎ፣ ያሲን ሳልሕ ከቕርቦ እዩ።
ትካላት ፍትሒ ንኡስ ዞባ ሓጋዝ ቅልጡፍን ጽፉፍን ኣገልግሎት ፍትሒ ይህባ ከም ዘለዋ ነበርቲ እቲ ንኡስ ዞባ ገሊጾም። ንኤሪና ኣብ ዝሃብዎ ሓበሬታ እቶም ነበርቲ መንግስቲ ህዝቢ ኣብ ኩሉ ከባቢታት ምዕሩይን ሚዛናውን ኣገልግሎት ፍትሒ ንክረክብን ግቡኣቱን መሰላቱን ዝፈልጠሉ ንቕሓት ንምብራኽን ዘካይዶ ዘሎ ጻዕሪ ድሕሪ ምስጋን እተን ኣብ ቀረብኦም ዝርከባ ቤት ፍርዲ ንኡስ ዞባ ሓጋዝን ን ዓሰርተ ሽዱሽተ ምሕደራት ከባቢ ኣገልግሎት ኣብ ምሃብ ዝርከባ ኮማዊ ኣብያተ ፍርድን ብቐረባ ጉዳያቶም ኣብ ምፍታሕ ልዑል ኣበርክቶ ይገብራ ከምዘለዋ ኣብሪሆም። ሓላፊ ቤት ፍርዲ ንኡስ ዞባ ሓጋዝ ኣቶ መሓመድ ከይረ ዑመር ብወገኑ ህዝቢ ንክቡርን ጭዋን ባህሉ ብምዕቃብ ጉዳያቱ ብዕርቂ ከደቅስ ዝያዳ ቅሳነት ከምዝህብ ብምጥቃስ ብፍላይ ኮማዊ ኣብያተ ፍርዲ ኣብዚ ኣተኲረን ከም ዝሰርሓ ሓቢሩ። ሸውዓተ ምምሕዳር ከባቢታት ሸውዓተ ኮማዊ ኣብያተ ፍርዲ ኣለና፣ ብኣዋጅ ቁጽሪ ሚእትን ስሳን ሸውዓተን ናይ ክልተ ሽሕን ዓሰርተ ክልተን ኣብ ክሊ ስልጣኖም ዘይንቀሳቐስ ንብረት ክሳብ ሚእትን ሓምሳን ሽሕ ዝግመት ኣብ ዝኾነ ክሲ ኣብ ተንቀሳቕሲ ንብረት ድማ ክሳብ ሚእቲ ሽሕ ናቕፋ ዝግመት ኣብ ዝኾነ ክሲ ስልጣን ተዋሂብዎም ሰለዘሎ ኣብ ገበናዊ ጉዳይ ድማ ቀሊል በደላት ቀለልቲ በደላትን ገበናትን ንምድናይ ስልጣን ሰለዘለዎም በዚ ምክንያት ድማ ህዝቢ ኮለል ዝብለሉ ዝነበሩ ቀለልቲ ጉዳያት ናብ ኮማዊ ሰለዝገዓዘን ብኮማዊ ሰለዝውሰንን ቤት ፍርዲ ዞባ ይኹን ህዝቢ እፎይታ ረኺቡ ከበድቲ ሚዛን ዘለዎም ጉዳያት ኣብ ምጽራይ ጥራሕ ተጸሚዱ ይርከብ። ኣቶ መሓመድ ኣስዒቡ ኣብ ዝሓለፉ ሽዱሽተ ኣዋርሕ ኣብ ንኡስ ዞባ ሓጋዝ ካብ ዝቐረቡ ጉዳያት እቶም ቴስዓን ሸውዓተን ነጥቢ ክልተ ሚእታዊት ውሳነ ከምዝተዋህቦም ብምንጻር እዚ ድማ ህዝቢ'ቲ ንኡስ ዞባ ማዕረ ክንደይ ብቐረባ ቅልጡፍ ኣገልግሎት ፍርዲ ይረክብ ከምዘሎ ዘረድእ ምዃኑ ኣረዲኡ። ህዝቢ ንዝቐረበሉ ጉዳያትን ጉዳያት በደላትን ብዝግባእ ኣጻሪካ ህዝቢ ኣብ ዝሓጸረ ግዜ ውሳነ ረኺቡ ካብ ዘይተደለየ ኮለልን ላዕልን ታሕትን ዝድሕነሉን ካብ ዘይተደልየ ጉልበታውን ገንዘባውን ሃልኪታት ዝገላገለሉን ዝድሕነሉን ኣገባብ ምስራሕ ዝብል ቀንዲ ዒላማታት ናይቲ እዚ ተካልና ኮይኑ ነዚ ተካል እዚ ኣብዚ ብምቛሙ ቀሊል ኣይኮነን። ኣብ ንኡስ ዞባ ሓጋዝ ኣብ ሽሕን ትሽዓተ ሚእትን ቴስዓን ሸውዓተን ዝቖመ ቤት ፍርዲ ከምኡውን ዕስራን ሓደን ኣባላት ዝሓቁፍ ኮማዊ ኣብያተ ፍርዲ ንጡፍ ኣጎልጉለት ፍትሒ ኣብ ምሃብ ከም ዝርከብ ወኪል ኤሪና ካብቲ ንኡስ ዞባ ሓቢሩ።
ኣብ ንኡሳን ዞባታት ዶባረዋን ዓረዛን ደቡብ፣ መድሃኒት ጸረ ሕማም ትራኮማ ካብ ሰለስተ ነሓሰ ኣትሒዙ ንዕስራ መዓልታት ክወሃብ ምዃኑ ኣብ ሚኒስትሪ ጥዕና ሓላፊ ሃገራዊ ምክልኻልን ምቁጽጻርን ዑረት ዓይኒ ኣቶ ኣለም ዘካርያስ ሓቢሩ። ኣቶ ኣለም ንኣማሓደርቲ ከባብን ወለንተኛታት ጥዕና ዓድን ኣብ ዝተዋህበ ኣስተምህሮ ኣብ ዝሃቦ ሓበሬታ፣ ተርእዮ ሕማም ትራኮማ ብተደጋጋሚ ክረኣየለን ኣብ ዝጸንሐ ንኡሳን ዞባታት ድባርዋን ዓረዛን ንምቁጽጻር ኣብ ዝሓለፉ ዓመታት መድሃኒታት ክዕደል ምጽንሑ ጠቒሱ፣ ሕጂ'ውን እኹል መድሃኒታት ተዳልዩ ምህላዉ ኣብ ምግታእ ናይቲ ሕማም ንዝካየድ ወፍሪ ብትግሃት ክነጥፉ ተማሕጺኑ። ሓላፊ ጨንፈር ሚኒስትሪ ጥዕና ዞባ ዶብ ኣቶ የማነ ሃይለ ብግዲኡ፣ ፅሬት ኣከባቢ ኣብ ምግታእ ሕማም ትራኮማ መሰረታዊ ተራ ስለዘለዎ፣ ህዝቢ ጠንቂ መራብሒ ሕማማት ንዝኾኑ ርስሓት ንምውጋድ ብንጥፈት ክዋሳእ፣ ጎኒ ጎኒ ምሕላው ፅሬት ኣከባቢ ድማ ተዳሊሉ ንዘሎ መድሃኒታት ብግቡእ ክወስድ ኣተሓሳሲቦም። ኣመሓዳሪ ንኡስ ዞባ ዶብ ኣርዋ ኣቶ ኣብርሃም ተካ ብግዲኡ፣ መንግስቲ ጥዕና ዜጋታት ንምውሓስ ዘካይዶም ወፍርታት ብዘይተሳትፎ ኩማ ክዕወት ከምዘይክእል ብምሕባር፣ ህዝቢ ነቲ ብመንገዲ ሚኒስትሪ ጥዕና ዝወሃብ ኣስተምህሮታትን መምርሒታትን ንጥቕሙ ምዃኑ ኣሚኑ ኣብ ተግባር ከውዕሎ ተማሕጺኑ። ትራኮማ ብባክተርያ ክመጽእ ዝኽእል ሓደ ካብ ሕማማት ዓይኒ ኮይኑ ካብ ሰብ ናብ ሰብ ብፍላይ ብሃመማ ክመሓልፍ ዝኽእል ቁልጡፍ ፍወሳ እንተዘይጌርካሉ ድማ ክሳብ ዑረት ከብጽሕ ዝኽእል ሕማም እዩ።
ነበርቲ ምምሕዳር ከባቢ ዓድበርደ ኣብ ማእከል ዓዶም ዝተወለደ ፕሮጀክት ጽሩይ ዝስተ ማይ ካብ ናይ ግዜን ጉልበትን ሃልኪ ከም ዘገላገሎም ገሊጾም። ንኤሪና ኣብ ዝሃብዎ ሓበሬታ እቶም ነበርቲ ቅድሚ ምውዳድ እዚ ፕሮጀክት ማይ ንምርካብ ዘሕለፍዎ ሃልኪ ከቢድ ምንባሩ ብምዝካር ኣብዚ ግዜ'ዚ ግን መንግስቲ ብዝገበረሎም ወፍሪ ኣብ ቀረበኦም ጸሬቱ ዝተሓለወ ማይ ይረኽቡ ከም ዘለዉ ጠቒሶም ቀጻልነቱ ንምውሓስ ከም ዝሰርሑ ድማ ኣረጋጊጾም። ሓላፊ መደበር ጥዕና ዓደርደ ኣቶ ወልደዮሃንስ ረዳ ድማ፣ እቲ ፕሮጀክት ፅሩይ ስተ ማይ ብሰንኪ ጉድለት ፅሬት ፅሩይ ስተ ማይ ንዝኽሰቱ ዝነበሩ ተመሓለልፍቲ ሕማማት ኣብ ምግታእ ልዑል ኣገዳስነት ከምዘለዎ ጠቒሱ ተገልገልቲ ብፅሬት ክከናኸንዎ መኺሩ። ልዕሊ ሸውዓተ ሽሕ ነበርቲ ዘለውዋ ምምሕዳር ከባቢ ዓደርደ ካብ ኣቑርደት ንሸነኽ ሰሜን ኣርብዓ ኪሎ ሜተር ርሒቓ ትርከብ።
ሃገራዊ ማሕበር ደቂ ኣንስትዮ ኤርትራ ጨንፈር ዞባ ሰሜናዊ ቀይሕ ባሕሪ ኣብ ቃንጨዋ ሕርሻዊ ንጥፈታት ንዘካይዳ ደቂ ኣንስትዮ ክልተ ሚእትን ሰላሳን ሽሕ ናቕፋ ዝዋጋን ክልተ ሞተር ናይ ማይ ብሓገዝ ሂቦም። እቲ ሓገዝ ንክልተ ጉጅለታት ዝተዋህበ ኮይኑ እቲ ቀዳማይ ጉጅለ ዕስራ ደቂ ኣንስትዮ ዝጥርንፍ ኮይኑ እቲ ካልኣይ ጉጅለ ድማ ሰላሳ ደቂ ኣንስትዮ ዝጥርንፍ ከምዝኾነ ተፈሊጡ። ሓላፊት ሃማደኤ ጨንፈር ዞባ ሰሜናዊ ቀይሕ ባሕሪ ወይዘሮ ጅምዓ ራኪያ ኣብቲ ናይ ምርኻብ ስነ ስርዓት ኣብ ዘስመዓቶ ቃል፣ ዕላማ እቲ ሓገዝ ቁጠባዊ ልምዓት ንኸረጋግጻ ሓያል ጻዕሪ ንዘካይዳ ደቂ ኣንስትዮ ንምድጋፍ ዝዓለመ ከምዝኾነ ብምንጻር፣ ተመሳሳሊ ሓገዛት ንኻልኦት ክወሃብ ከምዝኾነ ገሊጻ። ኣመሓዳሪ ኑብ ዞባ ኣፍዓበት ኣቶ ኣሕመድ መሓመኑር ራጀብ ብወገኑ፣ እቲ ዝተዋህበ ሓገዝ ኣብ ምዕባለ ንጥፈታተን ልዑል ኣበርክቶ ከምዝህልዎ ብምጥቃስ፣ ብወገን ምምሕዳር ንንጥፈታተን ንምዕዋት ደገፍ ከምዝግበረለን ኣረጋጊጹ። ሓገዝ ዝረኸባ ደቂ ኣንስትዮ ብወገነን ማሕበር ንዝገበረለን ሓገዝ ድሕሪ ምምስጋን ውህደት ዘለዎ ስራሕ ክሰርሓ ምዃነን ኣረጋጊፀን። ኣብቲ ኣጋጣሚ ሃማደ ሓንቲ ካብተን ደቂ ኣንስትዮ ብዘርኣየቶ ኣብነታዊ ሕርሻዊ ስራሕ ናውቲ ፀሓያዊ ፀዓት ሸሊምዋ።
ኣብ ዞባ ማእከል ንኡስ ዞባ ባሻውል ኣብ መንጎ ነበርትን ኣመሓደርትን ዘሎ ርክብ ዝያዳ ክድልድል ኣመሓዳሪት ንኡስ ዞባ ወይዘሮ ኣልጋነሽ ትኩ ኣዘኻኺራ። ኣብቲ ብ ሰላሳን ሓደን ሓምለ ኣብ ኣዳራሽ ሲነማ ሓማሴን ምስ ነበርቲ ምምሕዳራት ከባቢ ሓድሽ ዓዲ፣ ጨርሕን ማእከላይ ሰፈርን ዝገበረቶ ርክብ ወይዘሮ ኣልጋነሽ ስጡም ርክብ ነበርትን ኣመሓደርቲ ከባብን ብቐንዱ ውሕስነት ነበርቲ ንምሕላው ስለዝኾነ ህዝቢ ኣገዳስነቱ ተገንዚቡ ብዕቱብ ክነጥፈሉ ጸዊዓ። ወይዘሮ ልጋነሽ ወሲኻ መንግስቲ ንረብሓ ህዝቢ ኢሉ ዘካይዶ ዘሎ ድጎማ ዝተፈላለየ ሃለኽቲ ነገራት ብዝግባእ ንኽትግበር ምትሕብባር ነበርቲ ክዛይድ ከምዝግባእ ሓቢራ። ኣብ ማሕደርቲ ምምሕዳራት ከባቢቲ ንኡስ ዞባ ኣብ ከከባቢኦም ናይ ዝተሰላሰለ ንጥፈታት ፀብፃብ ድሕሪ ምቕራብ ምትሕብባር ነበርቲ ኣብ ስርሖም ኣሳልጦ ዝኾነ ጉድለታት ምስዘጋጥም ድማ ቅልጡፍ ስጉምቲ ንምውሳድ ሓጋዚ ስለዝኾነ ነበርቲ ብንቕሓት ክዋስኡ ኣብሪሆም። ተሳተፍቲ ብግደኦም ኣብ ዝሃብዎ ርእይቶ ድማ ብመንግስቲ ዝወፅእ መደባት ኩሉ ንረብሕኦም ምዃኑ ኣሚኖም ምትሕብባሮም ከም ዘዛይዱ ብምርግጋፅ ዝኾነ ፀጋም ኣጋጢምዎም ሓበሬታ ምስ ዝህቡ ድማ ቅልጡፍን ኣራምን ስጉምቲ ክውሰድ ኣነፂሮም።
ኣብ ንኡሳን ዞባታት ጸሮና፣ ማይምነን ድባርዋን ደቡብ ዝወቕዐ ህቦቡላ ዝተሓውሱ ዝናብ ኣብ ሰብ፣ ጥሪት፣ ንብረትን ሕርሻዊ መሬትን ጉድኣት ኣውሪዱ። ብመሰረት ዝበጽሓና ሓበሬታ ኣብ ንኡስ ዞባ ማይምነ ሰለስተ ሰባት ህይወቶም ክስእኑ እንከለዉ፣ ኣርብዓን ኣርባዕተን ከብቲ፣ ቴስዓን ኣርባዕተን ጤለቢጊዕ፣ ሰለስተ ኣግማልን ሸውዓተ ኣእዱግን ድማ ብውሕጅ ከምዝተወስዳ ወኪል ኤሪና ካብቲ ቦታ ሓቢሩ። ብዘይካ'ዚ ኣብ ንኡስ ዞባ ድባርዋ፣ ዚንጎታት መኻዚንን ኦፊሳትን ኢንስቲትዩት ሕርሻዊ ምርምር ሓልሓለ ብምቕንጣጡ፣ ኣብ ውሽጡ ኣብ ልዕሊ ዝነበረ ዋጋ ልዕሊ ሓደ ሚልዮን ናቕፋ ዝግመት ንብረት ጉድኣት ከወርድ እንከሎ፣ ኣብ ከባቢ ከተማ ድባርዋ ዝርከብ ኣስታት ሚእትን ሓምሳን ሓሙሽተን ሄክታር ጀራዲን ድማ ከምዝተደምሰሰ ተፈሊጡ። ኣብ ንኡስ ዞባ ጾሮና፣ ኣብ ትሕቲ ቅርጽታት ናብ ሓውሲ ከተማ ጾሮና ዘእቱ ቢንቶን ኣብ ምምሕዳር ከባቢ ዑና ዓርጌናይ እትርከብ መባእታ ቤት ትምህርትን መጠናዊ ጉድኣት ከምዝወረደ ተሓቢሩ። ኣብ ዝበዝሐ ከባቢታት ዞባ ደቡብ ካብ መፋርቕ ወርሒ ሓምለ ጀሚሩ ሰፊሕ ዝርግሐ ዘለዎ ዝናብ ይዘንብ ምህላዉ ካብ ቤት ፅሕፈት ሚኒስትሪ ሕርሻ ናይቲ ዞባ ዝተረኽበ ሓበሬታ የመልክት።